ኣናግርኒ ሓቢርና ንሳዕስዕ ሓቢርና ንጫወት ንጀምር ክምኩሮ ሓንሳብ ፍቀደለይ ክብሎ ሌስ ጎው። ሰላም ሰላም ተኻተትልትና ሎማዓንቲ ብጣዕሚ ቀለልቲ ዝኾና ግን ድማ ኣጠቃቅመእን ብደንቢ ዘይንፈልጠን ሰለስተ እየን ሌትስ ሌትሚ ሌታስ እዚኤን ምስ ኤግዛምፕል ገይረ ብደንቢ ገይረ ብኣብነት ገይረ ከረደኦኩም እየ ኸመይ ገይርኹም ከምትጥቀምወን ንብዙሕ ረብሓ ኣለወን ኣጠቃቅመእን ሰኣን ምፍላጥ ግን እስካብ ኸዚ ብደንቢ ገይርና ዝተጠቀመሉ ሰብ የለን ሎማዓንቲ ፅቡቅ ማዓልቲ እዩ ብደምቢ ገይረ ከረደእኩም እየ እስካብ መጨረሻ ተካታተሉ ኢኩም ቀጥታ ናብ ፕሮግራምና ክነኣቲ ኢና Go ተካታተልቲ ብዛ ናይ መጀመርያ ክንጅምር ለይት LET LET ለይት ኣናብባ ለይት ተባሂላ ትንብብ ለይት ትርጉም እንታይ ይመስለኩም ናለይት ትርጉማ ኣለው ማለት እዩ ወይ ድማ to give permission ኣለው ማለት ፍቃድ ምሃብ ማለት እዩ። ኣለው። ፈቐደ ዝብል ትርጉም ኣለው። ጊቭ ፐርሚሽን ድማ ፍቓድ ምሃብ እዩ። So let ማለት ኽልተ ትርጉማ ፍቓድ ወይ ድማ ፍቓድ ምሃብ to give a permission። ፎርሙላ ኣለዋ። ብጣዕሚ ቐላል ፎርሙላ እያ እዚኣ። እዛ ፎርሙላ እዚኣ ታይ ትብለኩም መስለኩም? let ትብሉ ካብኡ ፕላስ ትገብሩላ ፕላስ ክድመር ትገብሩ ቐፂልኩም ድማ ፐርሰን ፐርሰን ማለት እሳ እሱ እሳቶም ዝብል ወይ ድማ ስም ሰብ ተእትይሉ ኣለኹም ኣብዚኣ ማለት እዩ ብምቕፃል ቨርብ እያ ትኾላ ሶ እዛ ቨርብ እዚኣ እንታይ ቨርብ እያ ትኾን ዘላ ኦርጅናል ቨርብ እያ ናቱ ቱ ስፒክ ቱ ጎ ቱ ትራይ ኣይንብልን ኢና እዚኣ ቀጥታ ስፒክ ወይ ድማ ጎ ኢና ነእቲ ብቐሊሉ እዚኣ ከረደእኩም ሌት

እዞም ግሳት ምእንቲ እና ብቐሊሉ ሓሳብና ኽንገልጽ ንኽእል ኢና ማለት እዩ so lets እናበልና ንቕጽል ኣለና። ሕራይ so lets me ክንብል ኸለና ድማ ኻልእቲ እዛ ቐጺልና ክንሪኣ ዝደለኹ lets me እያ ትብል ብጣዕሚ ቕልል ዝበለት ግን እስካብ ኸዚ ብዙሕ ግዜ ዘይተጠቐምናላ እያ lets me Let me ማለት I'm asking for permission ኣብዚ ፍቓድ እየ ዝሓትት ዘለኹ፣ ንሰባት ፍቓድ ክህቡኒ ብትሕትና ይሓትቶም ኣለኹ ማለት እዩ። So let me እናበልኩ ደስ ዝበለኒ ነገር ከእትው ይኽእል እየ። ኣብዚ ድማ let me plus verb እዩ ዝኸውን ዘሎ። ብቐሊሉ ሓደ ሰብ ኣይተረድኣንን ክብለኒ ከሎ እንታይ ይብሎ? ሕራይ ከረድእካ እምበኣር ብደንቢ ገይረ እምበኣር ክገልጽልካ ንብሎ so I don't understand ዝበለኒ ሰብ let me explain Let me explain Let me explain ይብሎ let me explain እምበኣር ከብራህርሀልካ ማለት እዩ ወይ ድማ ከብራህርሀልካ ፍቐደለይ ሓደ ነገር ሞክሮ ክብለኒ ደኣ እንድሕር ደልዩ ወይ ክምክሮ ሓንሳብ ፍቐደለይ ክብሎ ደኣ እንድሕር ኮይነ ሓደ ሰብ ዝኾነ ንብረት ገዚኤ let me check ይብሎ ኣለኹ

ክሕግዘካ ፍቐደለይ Let me help you እስኪ ክናገር ፍቐደለይ ክናገር ፍቐደለይ ኣይተቋርፀ ክናገር ፍቐደለይ ክዛረብ ፍቐደለይ ንሓደ ሰብ ክዛረብ ፍቐደለይ ኣይተቋርፀኒ ክብሎ ደኣ እንድሕር ኮይነ Let me speak Let me speak ክዛረብ ፍቐደለይ ክበልዕ ፍቐደለይ Let me eat Let me eat ክበልዕ ፍቐደለይ እዋይ ክድንስ ፍቐደለይ Let me dance ኣይተቋርጸኒ እዋይ ኣናግርኒ ሓደ ሰብ ኣይተቋርጸኒ ኣዛርበኒ ክትብልዎ እንተ ደሊኹም Let me talk Let me talk ክዛረብ ፍቐደለይ ኣይትኸልኸለኒ Let me talk ኣዛርበኒ ማለት እዩ ሌትስ ሚ ሶ እዚኦም ሌት ሚ እናበልኩም ብጣዕሚ ብዙሓት ኤግዛምፕልስ ኣለውኹም ኣብነታት ኣለውኹም ብቐሊሉ ብዛ ዘረእኹም መንገዲ ተጠቒምኩም ብዙሓት ኣብነታት ክትሰርሑ ትኽእሉ ኢኹም ሶ ሌት ሚ ፕላስ ቨርብ እዩ ሌት ሚ ፕላስ ቨርብ ሶ ብቐሊሉ ሌት ሚ ትራይ ሌት ሚ ኤክስፕሌን ወይ ክጅምር ፍቐደለይ ሌት ሚ ስታርት Let me start ክጅምር ፍቐደለይ ብቐሊሉ ደስ ዝበለና ቃል ነዕተና ኸምዚ ክገብር ፍቐደለይ ከምዚ ገብር ፍቐደለይ so ደስ ዝበለኩም ብትሕትና ናይ ምሕታት ድሌት እንድሕር ደኣ ሃልይኩም Let me እናበልኹም ክትገልጹ ትኽእሉ ኢኹም እሺ ተኸታተልቲ ኸዚ ድማ ላብዚ ዝቕጽል ብጣዕሚ ሓጻርን ብቐሊሉ ክትጥቀሙላ ንዓኻትኩም ውን ዝምዕደኩም ቐጺላ ዘላ ድማ ታይ እያ ትብል Let us Let us ሓቢርና ንርኣያ። እዋይ ተኻታተልቲ እዚ ቻናል ኸዚ ድማ ብምቕጻል ኻልእቲ ብቐሊሉ ክትርድዋን ክትጥቀምዋን ዝምዕደኩም Let us እያ ትብል so Let us ወይ ድማ ሕጽር ኣቢልና Let's ኢልና ነንብባ እዚኣ ድማ ምስ ኻልኦት ሓቢርና ዝኾነ ነገር ክንገብር እንትደሊ ኸለና Let us ንብለና ወይ ድማ Let's ንብለና ሓቢርና ዝኾነ ነገር ምግባር ኣሕዋይ ብዝኮነ እዚ ሓሳብ ኢና ነቅርበሎም ኣለና እዚ ሰባት እዚ ሓቢርና እንተግብርናዩ እንታይ ይመስለካ ኢልና ሓሳብ ክነቅርብ እንትዳኣ ደሊና ለይት ንጥቀም ኣለና so እስቲ ስብሰባና ንጀምር ክንብል እንተዳኣ ደሊና ኣኼባ ንጀምር ክንብል ተደልና let's start the meeting let's start the meeting ኣኼባና ንጀምሮ እሺ ንኽድ እስኪ ሓቢርና ንኽድ እንተ ክትብል ደሊኻ እንታይ ትብል ሌትስ ጎው። ሓቢርና ንኸድ ማለት እዩ ሌትስ ጎ እዋይ ንጀምር ንጀምር ክንብል ደኣ ደሊኻ ሌትስ ስታርት ሌትስ ስታርት ንጀምር ማለት እዩ

Let's practice English ሓቢርና ኢንግሊሽና ነማዕብል ወይ ብሓባር ኮይንና ኢንግሊሽ ንለማመድ። ተኸታተልትና እዚኦም ብጣዕሚ ብሉጻት ለሰን ብቐሊሉ ክትመሃርዎን ክትርድእዎን ዝግበእኩም እየን so let's ኣምሂረኩም ኣለኹ ሎማዓንቲ ዝተምሃርናየን ከይትርስዑ ክትጥቅሙወን እውን ብጣዕሚ እየ ዝምዕደኩም so let's ተማሂርና ኣለና let me እና let us ተማሂርና ኣለና። ሌት ማለት ምፍቃድ ወይ ድማ ጊቪንግ ፐርሚሽን ፍቓድ ምሃብ ኢልና ኢና ሌት ሌት ሚ ሌት ሚ ዌን ዩር ኣስኪንግ እ ፐርሚሽን እስኻ ብትሕትና ዝኾነ ነገር ክትሓትት እንተድኣ ደሊኻ ሌት ሚ ትብል ኣለኻ እዛ ሳልሰይቲ እንታይ ኢለኩም ሌት ኣስ ዝኾነ ነገር ሓቢርና ንግበር እንተድኣ ክትብል ደሊኻ ሌት ኣስ ትብል ኣለኻ ማለት እዩ እዚኤን ናይ ሎማዓንቲ ትምህርትና እየን ብሕጽር ዝበለ ሌት ሌት ሚ

ብዚኤን ተጠቂምኩም ኣብዚ ናይ ኮመንት ሴክሽንና ደስ ዝበለኩም ሰንተንስ ክትጽሕፉ እየ ዝምዕደኩም so ብ let me ብ let yeah ብ let ብ let me እና ብ let us ብሰለስቲኤን ሎማዓንቲ ዝተማሃርናዮ ተጠቂምኩም ኣብ ናይ ኮመንት ሴክሽንና ዝኮነ ናይ ባዕልኩም ኤግዛምፕል ክትጥቀሙ እየ ዝሓተኩም እዚ ቻናል እዚ ሳብስክራይብ ግበርዎ ኣብ ዝቅጽል ብጣዕሚ ብሉጻት ዝኮኑን ንዓካቱም ካብዚ ዘለኩሞ ኢንግሊሽ ናብ ዝለዓለ ደረጃ ዘብጸሐኩም ዓይነት ትምህርትታት ሒዝና ኢና ክንቐርብ እስኻትኩም ላይክ ግበርዋ ሸር ግበርዋ ሳብስክራይብ ዘይገበርኩም ድማ ሓደ ሓደ ኣለኹም ሳብስክራይብ ግበርዋ ክትፈትይዎ ኢኹም መዓት ክትጥቀሙ ኢኹም Thanks a lot! See you soon!